ሰላም ዝኸበርኩም ተኸታተልቲ ናትና ቲቪ ከመይ ትውዕሉ ንሎሚ ዘዳለናዮም ዜናታት ውሽጢ ሃገርን ወፃን እዞም ዝስዕብ እዮም ክሳብ ፍጻመ ዜናዊ ትሕዝቶና ክትከታተሉና ብኣኽብሮት እንዳዓደምና ናብቶም ዘዳለናዮም ንሰግር ኣርእስተ ዜና ካብ ዓሰርተ ሸውዓተ መጋቢት ጀሚሩ ክሳብ ዕስራን ሰለስተን መጋቢት ዝቕጽል ናይ ሎሚ ዓመት ሃገራዊ መልቀቒ ፈተና ካልኣይ ደረጃ ማለት ማትሪክ ትማሊ ብወግዒ ክወሃብ ተጀሚሩ። ማክሲሞ ናፓ ካስትሮ ዝተባህለ ወዲ 61 ዓመት ሰብኣይ ዝሓለፈ ሸውዓተ ታሕሳስ ዓሳ ናይ ምግፋፍ ስርሑ ከሰላስል ካብቲ ኣብ ደቡባዊ ገማግም ባሕሪ ፔሩ እትርከብ ከተማ ማርኮና ተበጊሱ ኣብ ሰላማዊ ውቅያኖስ ንቴስዓን ሓሙሽተን መዓልታት ተሰዊሩ ድሕሪ ምጽናሕ፣ ብህይወት ሰሪሩስ ዳግም ምስ ስድራቤቱ ክራኸብ ከም ዝበቕዐ ማዕከናት ዜና ኣቃሊሐን። ኣብ ኖርወይ ሞዊ ዝተባህለ ኣብ ምፍራይ ንመግቢ ዝውዕሉ ዓሳታት ዝነጥፍ ትካል፣ ነቶም ካብ ትካሉ ዘምለጡ ዕስራን ሸውዓተን ሽሕ ሳልሞን ዝዓይነቶም ዓሳታት ረኺቡ ናብ ትካሉ ዘምጽእ ሰብ ግንዖ ክህብ ምዃኑ ከም ዝሓበረ ይግለጽ ኣሎ። ኢራን ንእስላማዊ ሕጊ እታ ሃገር ዝጥሕስ ኣከዳድና ዘዘውትራ ደቂ ኣንስትዮ ብድሮናትን ካልኦት ቴክኖሎጂካዊ መሳርሒታትን ትከታተለን ከም ዘላ ማዕከናት ዜና ንጸብጻባት ውድብ ሕብራት ሃገራት ብምጥቃስ ኣቃሊሐን። ካብ ዓሰርተ ሸውዓተ መጋቢት ጀሚሩ ክሳብ ዕስራን ሰለስተን መጋቢት ዝቕጽል ናይ ሎሚ ዓመት ሃገራዊ መልቀቒ ፈተና ካልኣይ ደረጃ ሃገርና ማለት ማትሪክ ትማሊ ብወግዒ ከምዝጀመረ ተገሊጹ። እዚ ኣስታት ዕስራን ኣርባዕተን ሽሕን ሰለስተ ሚእትን ሽዱሽተን ተፈተንቲ ዝሳተፍዎ ዘለዉን ኣብ ውሽጢ ሃገርን ኣብ ስዑድ ዓረብ ድማ ኣብ ጅዳን ሪያድን ዝካየድ ዘሎ ሃገራዊ መልቀቒ ፈተና ናይ ዓሰርተ ክልተ ዓይነታት ዓውድታት ትምህርቲ ፈተና ክህብ ምዃኑ ተፈሊጡ ኣሎ። ሓምሳ ሚእታዊት ካብቶም ተፈተንቲ ደቂ ኣንስትዮ ምዃነን ድማ መርኣያ ናይቲ ኣብ ኤርትራ ንምዕሩይ ተሳትፎ ደቂ ኣንስትዮ ኣብ መኣዲ ትምህርቲ ንምርግጋጽ ዝካየድ ዘሎ ጻዕሪ ዘብርህ ምዃኑ ዝተወከስናዮም ወሃብቲ ርእይቶ ገሊጾም። ብዘይካዚ ኣብዚ ሃገራዊ መልቀቒ ፈተና ስሳን ሓደን ናይ ሕጊ ተኣረምቲ፣ ሓምሳን ኣርባዕተን ተምሃሮ ንዓበይቲ ደቂ ኣንስትዮ'ውን ይሳተፋ ከምዘለዋ ተፈሊጡ ኣሎ። ሃገራዊ መልቀቐ ፈተና ካልኣይ ደረጃ ማለት ማትሪክ ኣብ 12 ክፍሊ ዝወሃብ ኮይኑ ኣብዚ ነጥቢ ዘመዝገቡ ተምሃሮ ድማ ናብተን ኣብ ትካላት ላዕለዋይ ትምህርቲ ሃገርና ተጠርኒፈን ዝርከባ ኮሌጃት ሃገርና ሰጊሮም ትምህርቶም ከም ዝቐጽሉ ይፍለጥ። ማክሲሞ ናፓ ካስትሮ ዝተባህለ ወዲ 61 ዓመት ሰብኣይ ዝሓለፈ ሸውዓተ ታሕሳስ ዓሳ ናይ ምግፋፍ ስርሑ ከሰላስል ካብታ ኣብ ደቡባዊ ግማግም ባሕሪ ፔሩ እትርከብ ከተማ ማርኮና ተበጊሱ ኣብ ሰላማዊ ውቅያኖስ ን95 መዓልታት ተሰዊሩ ድሕሪ ምጽናሕ ብህይወት ሰሪሩስ ዳግም ምስ ስድርኡ ክራኸብ ከም ዝበቕዐ ማዕከና ዜና የቃልሓ ኣለዋ። እዚ ሰብኣይ ነቲ ናይ ክልተ ሰሙን ዝወስደሉ ብቐጻሊ ዝገብሮ ዕማም ምግፋፍ ዓሳ ከሰላስል ናብቲ ውቅያኖስ ምስ ኣተወ ብህቦብላዊ ማዕበል ተደፊኡ ካብ መስመሩ ከም ዝወጸን ደሃዩ ዝጠፍኦም ስድራቤቱ ድማ ዋላ እኳ ንኣባላት ኮለላ ባሕሪ ፔሩ እንተሓበሩ ክርከብ ግን ኣይተኻእለን ጸኒሑ። ድሕሪ ዝተኻየደ ሓያል ናይ ህይወት ኣድሕን ተፍትሽ ድማ እዚ ሰብኣይ ካብ ገማግም ባሕሪ ኣስታት 94 ኪሎ ሜተር ርሒቑ ከም ዝተረኽበ ተሓቢሩ። ከመይ ኢሉ ብህይወት ከም ዝጸንሐ ኣብ ዝተሓተተሉ እዋን ድማ እዚ ሰብኣይ ዝረኸቦ ማለት ዕንቅርቢታት ባሕርን ኣዕዋፍን ካልእ ነገርን ኮታስ ዝረኸብክዎ እናበላዕኹ'የ ጸኒሐ ክብል ተዛሪቡ። ኣምላኽ ካልኣይ ዕድል ስለ ዝሃበኒ ኣዝየ የመስግኖ ዝበለ እዚ ሰብኣይ፣ ኣብቲ ኣብ ባሕሪ ተሰዊሩሉ ዝነበረ እዋን ኣዝዩ ተሻቒሉ ከም ዝነበረ ገሊጹ። ስድራቤቱ ኣብ ዝሃብዎ ሓበሬታ'ውን፣ መዓልታት እናነውሐ ምስ ከደ ኣዝዮም ተሻቒሎምን ተስፋ ቈሪጾምን ከም ዝነበሩ ብምግላጽ፣ እዚ ዕድል ፍሉይ ስለ ዝኾነ፣ ነቲ ኣብቲ ባሕሪ ተሰዊሩ እንከሎ ዝሓለፎ ዕለተ ልደቱ ብዝለዓለ ድምቀት ክጽምብልሉ ምዃኖም ገሊጾም ኣለዉ። ከምዚ ዓይነት ገፈፍቲ ዓሳ ናብ ባሕሪ ኣትዮም ድሕሪ ነዊሕ እዋን ብህይወት ክርከቡ እዚ ናይ ፈለማ ኣይኮነን። ኣብ ዝሓለፈ ዓመት እውን ሓደ ሩስያዊ ገፋፊ ዓሳ ካብ ኣብ ምብራቕ ፈደረሽን ሩስያ ዝርከብ ባሕሪ ተበጊሱ ድሕሪ ምእታው ድሕሪ ክልተ ወርሒ ከም ዝተረኸበ ዝዝከር እዩ። ብተመሳሳሊ ሓደ ሳልቫዶራዊ ገፋፊ ዓሳ እውን ኣብ ሰላማዊ ውቅያኖስ ድሕሪ ናይ ዓሰርተ ኣርባዕተ ኣዋርሕ ግዜ ብህይወት ከም ዝተረኽበ እውን ኣይረሳዕን። ኢራን ንእስላማዊ ሕጊ እታ ሃገር ዝጥሕስ ኣከዳድና ዘዘውትራ ደቂ ኣንስትዮ ብድሮናትን ካልኦት ቴክኖሎጂካዊ መሳርሒታትን ትከታትለን ከም ዘላ ማዕከናት ዜና ንጸብጻባት ውድብ ሕብራት ሃገራት ብምጥቃስ ኣቃሊሐን። ብመሰረት እቲ ጸብጻብ፣ መንግስቲ ኢራን ኣብ ርእሰ ከተማ ጣህራንን ካልኦት ቦታታትን ሒጃብ ዘይለበሳ ደቂ ኣንስትዮ ንምልላይ ድሮናትን ናይ ጸጥታ ካሜራታትን ይጥቀም ከም ዘሎ እዩ ዝገልጽ። እዘን ነዚ እስላማዊ ኣከዳድና ዝጠሓሳ ደቂ ኣንስትዮ ድማ ናይ ምእሳርን ካልእን ስጉምቲ ከም ዝውሰደለን እዩ ዝሕብር። ቅድሚ ቅሩብ እዋን ማሳ ኣማኒ ዝተባህለት ጓል ዕስራን ክልተን ዓመት ኢራናዊት ነዚ ሕጊ ጥሒስኪ ተባሂላ ኣብ ትሕቲ ቀይዲ ኣትያ ከም ዝነበረትን ኣብቲ ቤት ማእሰርቲ እንከላ ከም ዝሞተትን ኣይርሳዕን። ዋላ እኳ መንግስቲ ኢራን እዛ ጎርዞ ብሕማም ልቢ ከም ዝሞተት እንተገለጸ፣ ብዙሓት ወገናት ግና ኣብ ልዕሊኣ ብዝተፈጸመ ጎነጽ ከም ዝተቐትለት እዮም ዝምጉቱ። ሞት ናይዛ መንእሰይ ድማ ኣብ መላእ ህዝቢ ኢራን ቁጠዐ ኣለዓዒሉ ምንባሩ ዝዝከር እዩ። እዚ ነዚ ሕጊ ዝጠሓሳ ደቂ ኣንስትዮ ብመንግስቲ ኢራን ይፍጸም ኣሎ ተባሂሉ ዝግለጽ ዘሎ ጉዳይ ድማ ኣብ ዝሓጸረ እዋን ናብ ባይቶ ሰብኣዊ መሰላት ክቐርብ ምዃኑ ይግለጽ ኣሎ። ኮይኑ ግን ዋላ እኳ ነዚ ኣከዳድና ንዘይለበሳ ደቂ ኣንስትዮ ዝግበር ጸቕጢ የለን ተባሂሉ እንተዘይተኻሕደ፣ እቲ ጸብጻብ እውን ብዝተጋነነ ኣገባብ ኣቕሪብዎ ክህሉ ከም ዝኽእልን ምፍታሽ ዘድልዮን ምዃኑ ገለ ገለ ተንተንቲ ክገልጹ ይስምዑ። እምበኣርከስ ዝኸበርኩም ተኸታተልትና ንሎሚ ዕለት ተዳልዩ ዝነበረ ዜናታት ውሽጢ ሃገርን ወፃእን እዚ ክትከታተልዎ ዝፀናሕኩም እዩ ኣብ ዝቕፅል ዕለት ብዝተፈለየ ዜና እዩ ክኸውን ምርኻብና ክሳብ ሽዕኡ ሰሰናዩ